ናይ ኢራኻ ትመርጽ ኣለኻ ለደዋይ ክልክ ልዃነ ሕሚልኪ ክስክላ ማዘ ምስ ኣደኻ ኢራኻ ትነብር ኣለኻ ኮይንካ እዙይ ታኻ ከም ወዲ ሓደ ዓመት ኣደይ ደይ ትብል ባ ምንም ኣይኾን እንታይ ኣይምልከተኒ ሰላም ሰላም ንኣማን ነጽ ዩቱብ ቻናል ተኸታተል ዝኾንኩም ከመይ እኒኹም ዳሕና ድኹም ያሕና ዳሕና ኢና እግዚኣብሔር መስገነ ፋሚሊ ያው ሎማዓንቲ ዕለት የቀድም ንቅድሞ እየ ልኣማነይ ኣነ እየ ቪድዮ ጀሚረያ እኒኦኹ ፋሚሊ ኣማነ የለይ እኒኦ ስራሕ እኒኦ ደዊለሉ እየ ንዓ ደሪፍካ እየ ገለገለ ኢሉ እዮ ከዝለካ ምና ክንዲ ዝሃም ዝተለመደ ማለት እዩ ፋሚሊ ያው እሺ ክመፅ እየ ገለ ኢሉኒ ኣደናጊፀ ይፀውዒ እኒኹ ማዚ ፕራንሲ ኢደይ ሒሙኒ ገለገለ ስለዝኾነ ሲ ኮነ ኢለ ዝኾነ ኣብ ዓው ነገር ኢለ እየ ዋጊዐዮ እየ ኣደናጊፀ እየ ዝፅዋዕ ዘለኹ ፋሚሊ እሺ ክመፅእ ገለ ኢሉኒ ያው ከዚ ክመፅእ እዩ እዚ ቪድዮ ክሳዕ መጨረሻ ርኣይዎ ኢኹም ያው እብልሃለኹ ኢለ ክነግረኩም ኢደ ሕሙን እዩ እሞ ዘቑሑ ኣቑሑ ትሪኦ ኣለኹም ኢኹም መቸም ላፈለጥኩ እየ ለይሓፀኩ ውዒለ ና ቁርሲ ገለ ዝነበረስ ይሓፀኩዎም እዩ ኣብኡ ቀራሪበ እየ ሓዲገ እዩ ያው ትሓጽቦ ኢኻ ገለ ገለ እየ ክብሎ ቀራርቢ እየ እኒኹ ክሓጽቦ ኢለ ቀሪበይስ ኢደ ሒሙኒ እየ ክብሎ ፋሚሊ ያው ዝሮ ዝሮ እስካዕ መጨረሻ እዚ ቪድዮ ረእዎ ኢኹም

ትኽእል ድኻ ከምሕፃ ተፅረይ ድኻ እፅረ የብሉ እሺ ችግር የብሉ ዳሕና ንመን ማዘር ችግር የብሉ ዳሕና በቃ ሕፀ ሊሆነ ላይ

እሺ ይቅርታ ኣነ መልኣኽ ኣልሕግዘካ ኣለዋ መሲሉ እሞ እዚኣ ሃልያ እንድሕር ትርጉም ዘይብላ እንታይ እኒኦ ትርጉም ኢለካ እያ ማንየ እሺ በቃ ይቅርታ ወለላይ

ና ምጭናቕ ኣይኮነ ማዘር ላብዚ ክትመፅእ ይደሊ ከዓ እንደውም ክነግረካ ግልፂ ገይረ ማለት ካሊእ መዓልቲ ስኢለ እንድያ ላተሳከፍኩ ማዘር ትምፃእ ኢልካ ንሺ ይብል ምንም ለይብለካ ልኖር ቅድሚ ሕዚ ከዚ ግን የመ ነፍንዲኒ በቃ ማዘር ካብ ከዝላ ዝገዛ እዚ ተኸኢልካ በቃ ይተምፀለይ ክትመፀኒ ይደለ ሓፃር ወገይ
ጠውቕ ቡደይሲ ንፅውዓ ቡናስ ምሳ ክትሰቲ ተላ ዕለኪ ኢልካን ኣይደሊ እሞ ኣነ በቃ ኣይደሊ እቡድ ክላብ ክትመፅእ ይደሊ ካብ ከሲ ንክትፈልጥ ምንም የብለትኒዋ ግን ኣይደሊ በቃ ካብ ከሲ ተኽኢልካ ምንም ከይተምፅኣ ላውዝ ገዛ ገዛ እዩ እንዲ ከም ድለይ ክወስነ ክልኦ ላውዚ

ዳሃይ ክባ እዚ እኮ ሲጀመር ገዛይ ገዛይ ገዛይ ትብል ገዛይ እንዳ ይለሽ እሞ ገዛ ገዛና ተማማ በቃ ሙላው እዚስ ናክልቴና ገዛ እንዲ ናክልቴና ብቻ ኮይ እዚስ ማንም ይመጺ በቃ ሓደ ማንም ይተሊ ማንም የሆነት ደዋይ ወይ ይኹን ቀሊት ነገር ኣይ ኖ ኖ እስኻ ሲጀመር ስኢልካ እንደኻ ቀልጢፍካ ኮራ ኢላ ኮንካ ግን እዚ ለኾር ነገር ይኾነ

ዋእ ኣይትመፂ ኣነ እንደ ኢለን ኢኹ ወሳኒቱ ኣነ እንድየ ኣታ እንታይ ኢኹ ደልያ ብረስ ሕማመይ ማይ ትሕመኒ ወሳኒቱስ ኣነ እየ ናዚ ገዛ ንስኻ ሰብኣይ ኢኻ ናይ ደገ ከዓ ኢኻ ትሰርሕ ኣነ ግን ናዚ ዝኒኣ ገዛ እየ ወሳኒታ ሆይ ሌጋነ ልመን ድኻ ትፈትይ ልመን ትመርፅ

ኣቲ ስላ የይ ትነግርኒ ኣይ ሰበይተይ ሰበይተይ ሞት ይብል ካብ ከስ ኣዲ ወዱ ዓሰርተ ጊዜ ኣዩ ትለኻ ሊ ለደዋ እየ መጀመርያ ክኢለ ክለኹ ኣነ
እሞ ምሳይ ኢኻ ትነብር ለኻ ኣብዚ ሞስ ኪዲ ላኢ ኢኻ ውፅኢ ትፈቱ ኪዲ ይብለካ ኣለኻ ክለኹ ኣይ ወፂ ምሳይ እንኻ ትነብር ለኻ ኣብዚ ላኢ ትፈቲ ኣይነብሪ ምሳኹ ኪሉ ኣለኹ ኣነ ቀደማይ ነገር ኪዲ ስኢልካ ወሰድኻ ንበር ክትነብር
ትቁንቁና ኣትክን ከዶ ኪድ ምስ ኣደኻ ንበር ኣይትወሊድ ዝምዲ ከምዚ ኣልካ ትነብራ ትኣርጋ ኣቲ ትሞታ ሓዳር ትውዳእ ሲልኪ ሃለፍለፍ ይተላ እዩ ሃለፍለፍ ይኾነ እዩ እዚ ሓሚምኪ ኮንኪ ድኽ ነገር ድኽ ደለኽኒ ነገረይ ደዶ ክኸእን ከይሉ ታመመቲ ንኣኻን ብኺ ባዕልኻ ውቂዕካ እንታይ ክትገብር ከዚ ኣደኻስ እንታይ ት- ክትብል ተልዕላ ኣቲ ቡና ስተ ረሳሕ ኣነ ማሸር ቡና- ለለኪ መሲልኒ

እንታይ እዚኣ ይርደ ከይድና ስለ ነገር ክብሪ ዝበሃል እኮ እኒኦ ንምንታይ ምጨበኻ ፅሒብለካ ኣለኹ
ሓቂ ካልእ ነገሩ ቀቢፅካ እንዳ ክትሞት ኢልካ እኒኻ ከዝለ ማንም ሰብ ከይተምፀሊ ኣደዋይ ዶ ገለ ዶ ኣይምልከተኒ ኣድኻ ልባዕልኻ ኣድኻስ ልባዕልኻ ላዩ ምንም ይኾንቲ ኣይምልከተኒ

መድኃኒዓለም ኣይ ካሜራ ናይ እንካ ዝኒካ ሪከርድ ዋን እንካ መድኃኒዓለም ኣታ ፍንጃል መኸይ ትረግጸለ ኣይ ማርያምን ክላይ ደይ ኣይ ማርያም ብምስዋር ተወዲኦም ዘም ፍንጃል ኣይ መድኃኒዓለም ፕራንክ ስራሕ እንዲ እዚ ፕራንክ ኣቃ ጌረካ ስበይቲ እያ ይሞቸኒ ዶ ኢደይ ይሕመኒ ምን ይኹንኩ ግን ማርያምን ኢደይ ይሕመኒ ደሎ ኣልኩላ ኣለኹሲ ኣብዚ ብርከይ ስላ ትስምዕ ኔራ መድሃኒኣለም ብሓቂ ማለት እዩ ፕራንክ እሞ ብዶ ኣይትገርኒ እሺ ኣይ ኣማነየ ማርያምን እሱ ብጣዕሚ ይቅርታ ማርያምን ኣይ ቡደ ብጣዕሚ እየ ልፎትያ ከምዚ ዝተናገርክዎ ማለት እዩ ከምዚ ተናገርክዎ ልነበርኩ ቃላት ኣይግባኣይ ማርያም ብጣዕሚ ይቅርታ ማርያምን ይቅርታ ወለላይ ቡደ ዘይግባይ ኣይበሃል ኢለ ነይሩ ግን ግዴታ እዩ ማርያምን ኣማንየማ ብልስሙዐ ነገር ትመፃኒ እየካ ተረዲእኩም ድዩ ምን እመስል
ፕራንክ እንድዩ ፕራንክ እዩ ተርዴክ የስሷይ
ውይ ሰባቢሩ ያው ፋሚሊ ማርያምን ስራሕ ቢደሉ ሎ መዓንቲ ይሞቸኒ ኖርማሊ ፋሚሊ ታይዲሲ

ወይ ማለት ብካሊእ ይትረድኡ ዋላ እስኪ ብካሊእ ይትረድእዮ እምብስ ሰበይቲ ተከይዳ ሰበይቲ ትትካእ እያ ተረዲክኒ ድኪ ብሌኒ እወ ወይ እስኪ ተከድኪ ካሊእ ብዛዕባ ናይ ከይኮንኪ ኣነ ለዋግዕ ኣለኩ ተረዲእካ ብስር ሓፈሻ ስለ ናይ ኣደ ክብሪ እየ ለዋግዕ ኣለኩ ተረዲእኪ ድዩ ሰበይቲ ተከይዳ ብሱር ሰበይቲ እያ ትካእ ሰብኣይ ተከይዱለ ሰብኣይ ይትካእ እዩ ኣደ ግን ኣደ እያ ብማንም ኣይትክእ እያ ብሱር ኣብዛ ዓለም እዚ ለይትትክኦ ተሃሊካሲ ኣደ እያ ተረዲእኪ ድዩ እወ

ተረዲኽን ዲኺ? እወ ፋሚሊ ለውግዕሎ ትሕዝዎ ኣለኹም ኢኹም ኢለ ተስፋ ይገብር ማለት ኣማነይ ለዋግዑም ትክክል ወግዒ ለዋግዕ ኩሉ ግዜ ማለት እዩ ማርያም ማለት ትልበሃልና ትልኾን እዩ ለዋግዕ እና ካብ ዝብሎ ኣለሉሲ ኩለኹም ትስማዕምዑ ኣለኹም በርግጥ እንታይ ደህለክ ደል ይብልኒ ብዛዕባ ናይ ኸይ ብዛዕባ ግዛዕ ይኹኒ ወይ ኩለን ኣጓላት ሓደ እየን ይኹኒ ርድኪ ብኡ መጠን ደኩ ኩለን ኣደታት ሓደ እዩን ይኾነ ሕማቃትለይ ኣደታትልን እዮን የዋህት ኣደታትለይን ልካ ሓም ሰይተቦ ርግምቲ ትበሃል ሽም ስለ ልወፃ ብ ኣነ መዓት ሰይተቦ ልፈልጠን እዮ ብጣዕሚ የዋሃት ሲኢልካ ሃመደኻ መጠን ድንካኻ ዝሮ ግን ሃም ዝለኩም ልኹሲ ኣነ ኣብ ህይወተይ ብስሩ ማለት ኣብ ህይወተይ ለይዳራደሮ ተሃልዩ መጀመርያ ብሃይማኖት እዩ ብስሩ ቅድሚ ቤት ስበይ ይኹን ቅድሚ ማንም ይኹን ብሃይማኖት ኣነ ኣይዳራደሪ ተርዲኽንደኺ ካኡ በደይ ካኡ ብሰይቲ ካኡ ልተረፈ ጉዳዩ።

ሳይ ሓሳብ እምበይ ብሌነይ ማዕረይ ያው ያው ኣናዲድክኒ ኢኺ ነርኪ ማርያም ብጣዕሚ ኢኺ ኣናዲድክኒ ነርኪ የቀኔልና ዓብዪ ምኽረ ግን ኢና ኢና ፋሚሊ ያው ኣቶ ኣማኑኤል የቀኔልና ሓደ ሓደ ንሽትለ የመና ትሕንቅቃ ተለኺ ምሳይ ክሕንቅቀኪ እንተሎሲ መስመር ከይትሓልፋ እውን ኣለኹ ማለት ኣኽብሮም ተለይ ኮይኑ እያ ካሊእ እርምጃ እዩ ልክዕ ሃምዚ ትሕት ልብል ክንዶስ ወይ ፍርሒ ወይ ግዛዕ ይኾን እዩ ኢልካ ዓሽኻ እንዮ እምበር ንዓልኻ ሰብ ኢልካ ወዲ ትሕት ትብሎ እንዮ ሃሙ ማለት እዩ ልክዕ ሃምዚ መስዋእቲ ልኸፍል ብኡ መጠን ለሊ ሕማቕ ተደልዩስ ሕማቕ ክኾን ይኽእል እዩ ማለት ንሕማቕ ድኸ ስጀመር ቦታ ተደልዩዋ ንእሽቲ ደቂቓ እንዲ ልሕማቕ ነገር
ልፅቡቕ እዩ ከቢድ እምበይስ ዝሮ ዝሮ እንዳ ነዚያ የለ ያው ፋሚሊ እና ለማዓንቲ ፕራንክ እዚ ይመስል ነይሩ ብቻ ብጣዕሚ ተመቺን ምክርታቱ ሓሪፍ እዩ ኣክስካዕ መጨረሻ ስለ ዝተኸታተልኩምና ለ ብጣዕሚ ነመስገን ፋሚሊ በብለለኹም ወለ ሰላምኩም ብዝሕዝሕ ይበለልና
ስራሕ የለ ብሎ ኣለኹ ፋሚሊ ኣቤት ኣብ ልሓዘን ንበዓልቲ ሓንቲ መዓልቲ ግን ክስሕና እየ ብቻ ላይክ ሼር ሳብስክራይብ ለ ኣዮ ሓድ
ብላይክ ጀምሮ ፋሚሊ ዝብል ኣለኹሞ ሰላምኩም ዝሕሕ ይበለና ላልና ቻዋት ሰናይ ቅንያት ክሽካዕ ነጋነ ብሓሪፍ ቪድዮ